ኣብ ዞባ ጋሽ ባርካ ልዕሊ 2,000 ኪሎ ሜተር ዝንውሓቶም ኣገደስቲ ናይ ሓመድ ጽርግያታት ክስርሑን ክጽገኑን እዮም። ጸብጻብ ኣለና ይስዕብ።
ኣብ ዞባ ጋሽ ባርካ፣ ኣብ ዓመተ ክልተ ሽሕን ዓሰርተ ሰለስተን፣ ልዕሊ ክልተ ሽሕ ኪሎሜተር ዝንውሓቶም ኣገደስቲ ናይ ሓመድ መገብቲ ጽርግያታት ክስርሑን ክጽገኑን መደብ ከምዘሎ፣ ኣመሓዳሪ'ቲ ዞባ ኣቶ መሓመድ ሓምድ ምስ ነበርቲ ንኡሳን ዞባታት ሎጎ-ዓንሰባን መንሱራን ኣብ ዝገበሮ ርክብ ገሊጹ። ኣቶ መሓመድ፣ ኣብ ንኡስ ዞባ ሎጎ-ዓንሰባ ዘሎ ዋሕዲ ትሕተ-ባይታዊ ማይ ዝጠንቁ ጸገም ዝስተ ማይ ንምፍታሕ፣ ከዘንቲ ማይ ክስርሑ ምዃኖም፣ ኣብ ዝተፈላለዩ ከባቢታት ናይተን ንኡሳን ዞባታት ዘሎ ፀገም መጓዓዝያ ንምቅላል ድማ ምምሕዳር ዞባ ምስ ዝምልከቶም ኣካላት ብምውሃድ ክነጥፍ ምዃኑ ኣነፂሩ። ንሱ ብተወሳኺ ምዕባይ ሕርሻዊ ምህርቲ፣ ምርግጋፅ ብቑዕን ምዕሩይን ስርዓተ ትምህርቲ፣ ምዕባይ ኣፍልጦ ሕብረተሰብ ኣብ ኣገዳስነት ትካላት ጥዕናን ምውሓስ ቀረብ ዝስተ ማይ ሰብን ጥሪትን ከምኡ እውን ምጥርናፍ ዓድታትን ብዝለዓለ ክድፋኣሎም ምዃኑ ኣብሪሁ። ምምሕዳር ዞባ፣ ማሕበረ ቁጠባዊ መነባብሮ ዜጋታት ንምምሕያሽ በብቐዳምነቶም ዝትግበሩ መደባት ከተግብር ወጢኑ ከምዘሎ ብምጥቃስ ድማ፣ ህዝቢ ኣብ ኩሎም እቶም ዝሰላሰሉ ስርሓት ሱታፌኡ ከሐይልን ብቑዕ ምሕደራ ንምንጋስ ኣብ ዝካየድ ዘሎ ጻዕሪ ብቑዓት ዜጋታት ክመርጽን ኣተሓሳሲቡ። ኣመሓዳሪ ዞባ ጋሽ ባርካ ኣቶ መሓመድ ሓምድ ኣብ መወዳእታ፣ ኣብ'ቲ ዞባ ዝተሰላሰሉ ብርክት ዝበሉ ትካላት ማሕበራዊ ኣገልግሎትን ልዕለን ትሕተን ቅርጺ ኣብ ምምሕያሽ መነባብሮ ዜጋታት ልዑል ኣስተዋጽኦ ይገብሩ ከምዘለዉ ብምምልካት ንዝያዳ ኣድማዕነት ህዝቢ ዋንነት ተሰሚዕዎ ብግቡእ ክጥቀመሎምን ክከናኸኖምን ኣዘኻኺሩ። ተሳተፍቲ ብወገኖም ንንኡሳን ዞባታት ሎጎዓን ሰባን መንሱራን ዘራኽብ መስመር ክዛዘም፣ ከዘንቲ ማይ ክስርሑ፣ ጽገና ዘድልዮም ትካላት ማሕበራዊ ኣገልግሎት ክጽገኑ፣ ዘይተዛዘሙ ድማ ክቀላጠፉ፣ ኣብ ኣተዓዳድላ መሬት ጤሳ ዝጸንሐ ኣተሓሕዛ ድማ ቆላሕታ ክግበረሉ ዝብሉ ለበዋታት ኣቕሪቦም።